ሰላም ጥዕና ሃበልና ተኸታተልቲ ኣክሱማውያን መራኸቢ ሓፋሽ ኤኤምኤን ነዚ ሰዓት ዝተሰናዶ ዜናታት እንሆ። ፈለማ ቀንዲ ቀንዲ ነጥብታት ዜና ልዕሊ ሰለስተ ሚእቲ ነጋዶ ቀዳማይ ወያነ መቐለ ምኽንያቱ ዘይተፈለጠ ሓምሳ ሽሕ ብር ካብ ነፍሲ ወከፍ ነጋዳይ ብቤት ጽሕፈት ኡተት ክኸፍሉ ይግደዱ ከም ዘለዉ ገሊጾም። ኣብ ትግራይ ሕድሕዳዊ ኲናት ከይለዓል ተሰጊኡ ብስፍሓት እንሪኦ ዜና ትንታነ እዚ ሰዓት እዩ። ሕብረት ኣፍሪካ፣ ኢራን እትወስዶ ዘላ መጥቃዕቲ ኣብ ወሽመጥ ዓረብ ቀፃሊ ቅልውላው ዝፈጥር እዩ ክብል ኮኒኑ። ሕድሕድ ስምምዕነት ምቁራፅ ተኹሲ ኣዊጀን ሩስያን ዩክሬንን። ኣሜሪካ ንማዕቀብ ኤርትራ ክተልዕሎ ምዃና ፀብፃብ ሮይተርስ ኣረዲኡ። ናይዚኦምን ካልኦትን ዝርዝር ክስዕብ እዩ፣ ሰናይ ምክትታል።

ዝርከብ ዕዳጋ ዝሰርሑ ነጋዶ ብቤት ፅሕፈት እቶት እቲ ክፍለ ከተማ ዘይተኣደነ ገንዘብ ክኸፍሉ ይግደዱ ከምዘለው እቶም ነጋዶ ንኣክሱማውያን መራኸቢ ሓፋሽ ኣብ ዘሕለፍዎ ሓበሬታ ገሊፆም። ቅድም ኢሉ ንመሐከሚ ጉድኣት ኲናት ዝብል ካብ እትረኽቦ ኣታዊ ሓሙሽተ ሚእታዊ ክትከፍል ኣለካ ዝብል መምርሒ ብምውራድ ነጋዳይ ክፍሊት ክኸፍል ዝተገበረ ኮይኑ ኣብዚ እዋን እንደገና ምኽንያታዊ ዘይኮነ ካብ ልዕሊ ሰለስተ ሚእቲ ነጋዶ ካብ ሕድሕድ ነጋዳይ ሓምሳ ሽሕ ብር ክኸፍሉ ብምግባር ንግደድ ኣለና ክብሉ ገሊፆም። እዚ ከምዚ ኢሉ እንከሎ ንንግዳዊ ኣገልግሎት መፈፀሚ ናይ ጁባ ገንዘብ ተዘይከፊልካ ምጉልልኣት ብምፍፃም ነጋዳይ ካብ ባንክታት ሰብ ሃፍትን ብልቓሕ ዘንቀሳቕሶ ስርሑ ደው ከብል ኣንፀርፂሩ ዓዱ ክፀልእን ካብ ትግራይ ክወፅእን ይግበር ከምዘሎ እቶም ነጋዶ ገሊፆም። ናይዚ መርኣያ ድማ ኣብ መላእ ከተማ መቐለ ኣብዚ እዋን ብርክት ዝበሉ ናይ ስራሕ ህንፃታት ኮነ ዕዳጋታት ተዓፅዮም ይረኣዩ ኣለው። ንሕጋዊ ነጋዳይ እዚ ኣሳሪ ዘይስርዓታዊ ክፍሊት ክኸፍል ብምግባር ቤት ፅሕፈት እቶት፣ እንትሰርሕ ብኣንፃሩ ናይ ንግዲ ፍቓድ ኮነ ሕጋውነት ዘይብሎም ነጋዶ ካብ መሸጣ ነዳዲ ጀሚሩ ፈቐዶ ፅርግያ መሸጣ እንትፍፀም ቆላሕ ዘይብል ስርዓት ኣደብ ክገብር ኣለዎ ክብሉ መረረቶም ገሊፆም። ኣብ መዕቆቢ ተመዛበልቲ ማይ ድሙ ክልተ ተመዛበልቲ ሞይቶም። ኣብ መዕቆቢ ተመዛበልቲ ማይ ድሙ ብሰንኪ ኣብ ልዕሊ ተመዛበልቲ ዝቕፅል ዘሎ ሕፅረት ቀረብ ሰብኣዊ ሓገዛት መግብን መድሓኒትን ኣብ ሓደ መዓልቲ ክልተ ተመዛበልቲ ንሞት ከምዝተሳጥሑ ተገሊጹ። ዕስራን ሸሞንተን ሚያዝያ ክልተ ሽሕን ዓሰርተ ሸሞንተን ዓመተ ምህረት ዘጋጠመ እቲ ሓደጋ ሞት ስዒቡ ኣብ መዕቆቢ ዝርከቡ ተመዛበልቲ ወገናት እዚ ኩነታት ክሓጽር ኣለዎ፣ ካብዚ ንላዕሊ ምጽባይ ኣብ ልዕሊ ህዝቢ ሙሉእ ጽንታ ምእዋጅ እዩ ክብሉ ገሊጾም። ኣብ ተመዛበልቲ ዝቐጸለ ጥሜትን ዓጸቦን ናብ ሓደጋ ዝተሰጋገረ ከይዲ ምዃኑ ጽላል ስቪል ማሕበረሰብ ምዕራብ ትግራይ ኣምኒስቲ ኢንተርናሽናልን ሂዩማን ራይትስ ዎችን ተኸታታሊ ጻውዒታት እናስምዑ ምምጻኦም ዝዝከር እዩ። ኣብ ክልተ ሽሕን ዓሰርተ ሸሞንተን ዓመተ ምህረት ጥራይ ኣብ ማእከላት ተመዛበልቲ ኣማኢት ኣሽሓት ንሞት ምስጥሖም ተፈሊጡ። ኣብ ስዑዲ ዓረብ ዝተሰደዱ ኢትዮጵያውያን ብዘጋጠሞም ፍርዲ ሞት ኣብ ከቢድ ጭንቀትን ሓዘንን ከምዘለዉ ምሕረት ክግበረሎምን ጉባኤ ትካላት ሃይማኖት ትግራይ ፀዊዑ። ጉባኤ ትካላት ሃይማኖት ትግራይ ናብ ስዑዲ ዓረብ ዝተሰደዱ ደቅናን ኣሕዋትናን ብዘጋጠመ ናይ ሞት ፍርዲ ሰብኣዊ ህይወት ክቡርን ብማንም ክትካ ዘይኽእልን ቅዱስ ህይወት እዩ ኢሉ። ብምዃኑ ድማ ንጉስ ስዑዲ ዓረብ እቲ ዘለዎም ሰፊሕ ናይ መሪሕነት ልቦናን ርሕራሀን ንቤተሰብ ፍርደኛታት ዓብዪ ሓዘኔታ ብምሃብ ናይቶም ተፈሪድዎም ዘሎ ዜጋታትና ናፍቖት ብሃንቀውታ ዝጽበ ዝነበሩ ቤተሰብ ዘለውሉ ናይ ስነ ልቦና ስቓይ ብዕምቆት ተረዲኦም ካብ ሞት ከድሕኑን ሰብኣዊ ምሕረት ክግበረሎምን ብኣኽብሮት ንጽውዕ ኢሉ። ዓለም ለኸ ትካላት ተሓለቕቲ ሰብኣዊ መሰላትን ማሕበረሰብ ዓለምን እውን ነዚ ጉዳይ እዚ ፍሉይ ትኹረት ብምሃብ ምስ መንግስቲ ስዑዲ ዓረብ ብተደጋጋሚ ብምዝርራብን ዲፕሎማስያዊ ጻዕርታትን ብምግባርን ነፍሰ ወከፍ ዜጋ ናይ ምሕረት ዕድል ረኺቡ ናይ ምንባር መሰል ክኽበረሉ ልዑል ድምፅኹም ክተስምዑልና ጉባኤ ትካላት ሃይማኖት ትግራይ ይፅውዕ። እቲ ጉባኤ መንግስቲ ኢትዮጵያ ልዕሊ ኹሉ ንህይወት ዜጋታቱ ቀዳምነት ብምሃብ ምስ መንግስቲ ስዑዲ ዓረብ ዘለዎ ዝምድና ተጠቒሙ እዞም ዜጋታት ምሕረት ረኺቦም ናብ ሃገሮምን ስድራቤቶምን ዝምለስሉ መንገዲ ንከመቻችው በቲ ጀሚርዎ ዘሎ መሰረት ደጋጊሙ ፃዕርታቱ ከሐይል ንፅውዕ። ብተወሳኺ በቢከባቢኡ ዝርከቡ መራሕቲ ሃይማኖትን ኣመንቲ ኩለን ሃይማኖታትን ነዞም ኣብ ከቢድ ፀገም ዝርከቡ ኣሕዋትናን ኣሓትናን ብፀሎት ክትዝክርዎምን ስድራቤቶም ድማ ተስፋ ከይቆረፁ ብፅንዓት ክፅበዩ ብናይ ፈጣሪ ቃል ክተፅናዕንዕዎምን ክትድግፍዎምን ብሽም ፈጣሪ ነተሓሳስብ ኢሉ። ሕብረት ኣፍሪካ ኢራን እትወስዶ ዘላ መጥቃዕቲ ኣብ ወሽመጥ ዓረብ ቐፃሊ ቅልውላው ዝፈጥር እዩ ክብል ኮኒኑ። ኣቦ መንበር ኮሚሽን ሕብረት ኣፍሪካ መሓመድ ዓሊ ዮሱፍ ኣብ ዞባ ወሽመጥ ዓረብ ብኢራን ዝተትሓዘ መጥቃዕቲ ሰብ ኣልቦ ነፈርትን ምሳይላትን ዳግማይ ምጅማሩ ኣብ ልዕሊ ሕቡራት ኢምራት ዓረብ ሓዊሱ ኣብ ልዕሊ ጎረባብቲ ሃገራት ከምኡ እውን ኣብ መስመር ሆርሙዝ ምትእጉጓል ምንቅስቓስ ባሕሪ ዓሚቕ ስክፍታ ከም ዘለዎም ገሊጾም፣ እዚ ምዕባለታት እዚ ነቲ ዞባ ዝያዳ ንምርግጋእ ዘስዕቦ ሓደጋ ከም ዘሎ ኮይኑ፣ ኣብ ዓለማዊ ዕዳጋታት ነዳዲ ቀጥታውን ከቢድን ሳዕቤን ኣለዎ። ንቁጠባታት ኣፍሪቃ እቲ ሳዕቤን ሃንደበት ዋጋ ነዳዲ ክውስኽ ገይርዎ ድማ ኢሎም። ቁጠባዊ ተቓላዕነት ኣፍሪካ፣ ሃገራት ኮነ ዓለምና ዝያዳ እናጸለዎ ይርከብ ዝበሉ ኣቦ መንበር እቲ ሕብረት፣ ኣብ ልዕሊ ሉኣላውያን ሃገራት ዝፍጸም መጥቃዕቲ ደው ክብል ከምኡ'ውን ብመሰረት ኣህጉራዊ ሕጊ ናጽነት ምዝዋር ምሉእ ብምሉእ ክኽበር ጸዊዖም። ብተወሳኺ ኩሎም ወገናት ንዘተን ዲፕሎማስያዊ ፍታሕን ቀዳምነት ክህቡ ይላቦ ምስ በሉ፣ ሕብረት ኣፍሪካ ወጥርታት ብሰላማዊ መንገዲ ንምፍታሕ ዘለዎ ተወፋይነት ገሊጾም ኢሉ ጸብጻብ ኣዲስ ስታንዳርድ። ኣሜሪካ ንማዕቀብ ኤርትራ ክተልዕሎ ምዃና ጸብጻብ ሮይተርስ ኣረዲኡ። ኣብዚ ሰሙን ኣሜሪካ ኣብ ልዕሊ ኤርትራ እትገብሮ ዘላ ምንቅስቓሳት ኣዘራራቢ ዛዕባ ኮይኑ ኣሎ። ሮይተርስ፣ ኣሜሪካ ንማዕቀብ ኤርትራ ክተልዕሎ ምዃና ዘርእዮ ናይ ውሽጢ ሰነድ መንግስቲ ኣሜሪካ ኣመልኪቱ ክብል ይገልጽ። እዚ ውሳነ ምስቲ እታ ሃገር ኣብ ቀይሕ ባሕሪ ዘለዋ ስትራቴጂያዊ ኣቀማምጣ ዝተተሓሓዘ ምዃኑ ተንተንቲ ይገልጹ። እዚ ስጉምቲ እዚ ኣሜሪካ ምስ ኤርትራ ዘለዋ ርክብ ንምምሕያሽ ዝዓለመ ኮይኑ፣ ኤርትራ ኣብ ስግር ስዑዲ ዓረብ ነዊሕ ገማግም ባሕሪ ዘለዋ ሃገር ብምዃና ኣገዳሲት ይገብራ። ዝምድና ኣሜሪካን ኤርትራን ንዓሰርተታት ዓመታት ክፍተት ፈጢሩ ጸኒሑ እዩ። ብመሰረት ሮይተርስ ርእየዮ ዝበሎ ሰነድ፣ ሚኒስትሪ ወጻኢ ጉዳያት ኣሜሪካ ናብ ዝተፈላለያ ሃገራት ኣብ ዝለኣኾ መዘክር፣ ኣሜሪካ ነቲ ፕሬዝደንት ጆ ባይደን ኣብ ክልተ ሽሕን ዕስራን ሓደን ዝፈረምዎ እገዳ ዘንበርዎ ኣዋጅ ኣብ ከባቢ ኣርባዕተ ጉንበት ክትስርዞ ምዃና ይገልጽ። እቲ ኣብ ክልተ ሽሕን ዕስራን ሓደን ዝተነበረ እገዳ ሰፊሕ ኮይኑ፣ ንወተሃደራዊ ትካል ኤርትራ፣ ንገዛኢ ውድብ ህግደፍ፣ ከምኡ'ውን ንሓላፊ ሃገራዊ ድሕነት ኤርትራ ዝዓለመ እዩ ነይሩ። ኤርትራ ብ ዓሰርተ ትሽዓተ ቴስዓን ሰለስተን ካብ ኢትዮጵያ ነጻነታ ካብ እትረክብ ጀሚራ፣ ብሰንኪ ዝተፈላለዩ ዘባውያን ምስሕሓባት ኣብ ትሕቲ ዝተፈላለየ እገዳታት ክጸንሕ ተገይሩ እዩ። ኣብ ክልተ ሽሕን ትሽዓተን፣ ኤርትራ ንዕጡቓት ኣልሸባብ ሶማልያ ትድግፍ እያ ብዝብል ክሲ ድሓር መርትዕኡ ዘይተረኸቡ ብሕቡራት ሃገራት እገዳ ተገይሩላ ነይሩ። ኣብ ክልተ ሽሕን ዒስራን ሓደን፣ ዝተነበረ እገዳ ድማ ምስቲ ኣብ ሰሜናዊ ኢትዮጵያ ክልል ትግራይ ዝነበረ ውግእ ተተሓሒዙ ዝመፀ እዩ። ሕድሕድ ስምምዕነት ምቁራፅ ተኹሲ ኣውጀን ሩስያን ዩክሬንን። ቢቢሲ ሒዝዎ ኣብ ዝወፀ ሓበሬታ ከም ዘረድኦ ሩስያን ዩክሬንን ዝኽሪ ዓወት ሕብረት ሶቬት ነበር ኣብ ልዕሊ ናዚ ጀርመን ዝተወደበሉ ዕለት ንምኽባር ሕድሕድ ምቁራጽ ተኹሲ ኣዊጀን ኣለዋ ኢሉ። ሩስያ ሸሞንተን ትሽዓተን ጉንበት ተኹሲ ደው ምባል ከም እተኽብር ብምሕባር፣ ዩክሬን ነቲ ስምምዕ እንተጥሒሳ ግን ኣብ ማእከላይ ኬቭ ሰፊሕ መጥቃዕቲ ምሳይል ክትፍጽም ምዃና ኣፍሊጣ። ዩክሬን ብውገና፣ ካብ ፍርቂ ለይቲ ሽዱሽተ ጉንበት ጀሚራ ተኹሲ ደው ምባል ከም እትኽብር ዝገለጸት እንትትኮን፣ እዚ ምስ ዘይኸውን ሩስያ መጥቃዕቲ ምብጽሓ ደው እተብል ጥራሕ እዩ ክብል ቢቢሲ ጸብጺቡ። ክልቲኤን ሃገራት ብሓደ ወገን ተኹሲ ደው ምባለን እኳ እንተገለጻ፣ ኣብ ውዑላት ገደብ ግዜ ይኹን ካልእ ነጥብታት ኣብ ሓበራዊ ስምምዕ ኣይበጽሓን። ኣብ መወዳእታ፣ ኣብ ትግራይ ሕድሕዳዊ ኲናት ከይለዓል ተሰጊኡ፣ ኣብዚ እዋን ብስርዓት ህወሓት ብዕሊ ዝተጠሓሰ ግዝያዊ ምምሕዳር ትግራይ፣ ኣብ ትግራይ ስሩዕ መንግስቲ ከይህሉ ገይሩዎ ከምዘሎን ንስግኣት ምንቅስቓስ ህዝቢ፣ ምሕደራን ህዝባዊ ኣገልግሎትን ዓብዪ ዕንቅፋት ኮይኑ ከም ዘሎ ተፈሊጡ። እቲ እንኮ ሕጋዊ ፖለቲካዊ ርክብ ትግራይን መንግስቲ ኢትዮጵያን ዝነበረ ውዕሊ ምቁራጽ ተጻብኦ ብዕሊ ፈሪሱ፣ ነቲ እቲ ብስልታዊ መንገዲ ክናዋሕ ዝጸንሐ ግዝያዊ መንግስቲ ትግራይ ክልተ ዓበይቲ ዕንቅፋታት ሓኒቖም ሒዘምዎ ድሕሪ ምጽናሕ፣ ኣብዚ እዋን ብዕሊ ምፍራሱ ኣረጋጊጹ። እቲ ሓደ ማሕንቖ ጊዚያዊ ምምሕዳር ትግራይ ብእንካሞ ኣይትርባሕ ናይ ስልጣን ትካቦ ካብ ኢትዮጵያ ተሸሪፍዎ ድሕሪ ምጽናሕ ሰላሳ መጋቢት ክልተ ሽሕን ዓሰርተ ሸሞንተን ዓመተ ምህረት ዕድመ ስልጣኑ እንተብቅዕ ብበይናዊ ስጉምቲ ነቲ ኣብ ውዕሊ ስምምዕ ፕሪቶርያ ዝፈረመ ህወሓት ዘግለለ ውሳነ ምንዋሕ ስልጣን መንግስቲ ኢትዮጵያ እንትኾን እቲ ካልኣይ ድማ ህወሓት ኣብ ናይ ባዕሉ ናይ ስልጣን ምብሓት ሜላዊ ኣካይዳታት እናተኸተለ ጊዚያዊ ምምሕዳር ትግራይ ስሩዕ ስርሑ ከይሰርሕ ሓምሳ ክድመር ሓደ ብዝብል ሽፋን ተቐባልነት ዘይብሎም ዓብለልቲ ስጉምትታት እናወሰደ ፀኒሑ ነቲ ጊዚያዊ ምምሕዳር ዓብዪ ዕንቅፋት ኮይኑ እዩ። ባዕሉ እቲ ጊዚያዊ ምምሕዳር እውን እንተኾነ ኣብ ክልተ ሽኻላት ህወሓትን መንግስቲ ኢትዮጵያን ተንጠልጢሉ ዝኾረየ ገፅ ክጥብር ጊዜኡ ኣሕለፈ። እተን ብስፍሪ ዝተወሃበኦ ናይ ስልጣን ገደብ ሓንቲ ከይደምዐ ድማ ናብቲ ሕዚ በጺሕዎ ዘሎ ብርኪ ምንጠላ ስልጣኑ ተሳጢሑ ኣሎ። እዚ ድማ ስለ ስልጣን ክለዓል ዘለዎ ዛዕባ ምዃኑ ጥራሕ ዘይኮነስ እቲ ሰላም ዝሓረሞ ህዝቢ ትግራይ ስግኣቱ ሰማይ ዓሪጉ ጠለባቱ ተኾሊፎም ፅንተታዊ ኲናት ዘብፀሐሉ ሃሰያ ከይሓወየ ተወሳኺ ብስነ ልቦናዊ፣ ማሕበራውን ቁጠባውን ኣብ ከቢድ ህይወት ክቕጽል ተፈሪድዎ ኣሎ። ኣብዚ እዋን ኣብ ትግራይ ናይ ራዕዲ ፖለቲካዊ ፕሮፖጋንዳ ብዘተፈላለዩ መኣዘናት ንህዝቢ ኣብ ሻቕሎት ኣእትዮምዎ ከም ዘለዉ እናተገለጸ እዩ። እቲ ወጺኡ ዝኣተወሉ ናይ ምንቅስቓስ መሰል ደቂ ሰባት ኣብ ትግራይ ተገዲቡ ዝጸንሐ እኳ እንተኾነ፣ ሕዚ ግን ዓይኑ ኣፍጢጡ ብዕጥቂ ዝተደገፈ ናይ ነታጎ ምፍንጃር ፍጻመታት ኣብ መንግስቲ ዘይብሉ እዋን ዝረኣዩ ሕመቓት ተኸቢቡ ኣሎ። ወቕታዊ መረዳእታ ግብረ ሽበራዊ ፍፃመ ኣብ ትግራይ እንትንርኢ ዕስራን ሽዱሽተን ሚያዝያ ክልተ ሽሕን ዓሰርተ ሸሞንተን ዓመተ ምህረት ከባቢ ሰዓት ክልተ ናይ ምሸት ኣብ ከባቢ ደጀን ቤት ፅሕፈት ፕሬዝደንት ነታጒ ክፍንጀር ተገይሩ ኣሎ። እዚ ምስቲ ህወሓት ናብ ስልጣን መንግስትነት ይመለስ ኣለኹ ዝብል ኣካይዳ ዘፍረሰ ኣብያተ ምኽሪ ትግራይ ክረኣ እንከሎ እቲ ጊዚያዊ መንግስቲ ኣብ ቤት ፅሕፈቱ ሰላማዊ ኩነታት ከይፍጠር ብምግባር ካብቲ ቤት ፅሕፈት ንምብራር ዝዓለመ ስልታዊ ዕልዋ እንትኾን ብኻልእ ገፅ ድማ ህወሓት መንግስትነተይ ናብ ንቡር ክምለስ እየ ኢላ ትኸዶ ዘላ ግጉይ መንገዲ ብጋህዲ ምንቃፍ ኮነ ምቅዋም ስለዘይካኣል ነቲ ፍፃመ ንምትዕንቓፍ ምዃኑ እዩ ዝንገር እቲ ፍንጀራ ነታጒ ኣብ ከባቢ ቤት ፅሕፈት ፕሬዝደንት ደጀን ነቲ ተግባር ቀፂሉ ኣብ ልዕሊ ህዝቢ ትግራይ ሻቕሎት ዝፈጠረ ነፋሪት ውግእን ድሮናትን ኣብ ትግራይ ድሕሪ ስምምዕ ደው ምባል ተፃብኦ ሓዱሽ ምንቅስቓሳት ምግባረን እዩ። እዞም ፍፃመታት ክጋደዱ ዝገብር ዘሎ ድማ ኣብ ህወሓት ዝተፈጠረ ዘይሕጋዊ ኣካይዳ ምምላስ መንግስትነት ኮይኑ ህዝቢ ራዕዲ ወሪርዎ ብምኽንያት ፖለቲካዊ ኣፈላላያት ኣብ ምጉጅጃል ዘለዉ ሓይልታት ትግራይ ሕድሕዳዊ ኲናት ከየልዕሉ ስግኣት ፈጢሩ ኣሎ። ነዚ ዘራጉድ ሓቂ ድማ ፕሬዝደንት ታደሰ ወረደ ናብ ኲናት ክንኣትወሉ እንኽእል ዕድል ኣብዚ እዋን ዝልዓለ እዩ። ተስፋ ህዝቢ ትግራይ ክነለምልም ይግባእ ዝብል ምሕጽንታዊ መብርሂ ምሃቦም እዩ። እቶም ፕሬዚደንት ካብ ትግራይ ኣይወፅእን ዝበልሉ ኣንደበት እውን ነቲ ኣብ ትግራይ ስልጣን ክብሕት ዝሸባሸብ ዘሎ ጉጅለ ህወሓት ኣብ ልዕሊ ደገፍቲ እቶም ፕሬዚደንት ዝወስዶ ስጉምቲ ክሕይል ከምዝገበሮን ተወሳኺ ስግኣት ምዃኑን እናተገለፀ እዩ።